ቢሮ ሕርሻ ገጠር ልምዓትን ዘቕረቦ ፃውዒት ኣብዚ እዋን እዚ ኣብ ትግራይ ኣጋጢሙና ዘሎ ሓደጋ ድርቂ መሰረት ገይሩ እቲ ሽግር እናኸበደ ይኸይድ ከም ዘሎን ቅልጡፍ ፍታሕ ይደሊ ከም ዘሎን ክነርክበሉ ከም ዘለናን ዝቐረበ ፃውዒት መሰረት ተገይሩ ትእምት ኣብዚ እንታይ ኢና ክንገብር ንኽእል ኢሉ ብውሕድ ኣብ ቀረባ ሕዚ ነቲ ኣጋጢሙ ዘሎ ሓደጋ ንምክልኻልን ክንበፅሕ ስለ ዘለና ኣብ ቀለብ እንስሳ ናይ መጀመርያ ደረጃ ናይ ቀለብ እንስሳ ክንሽፍን ኣለና ዝብል ውሳነ በፂሑ እዚ ሓገዝ እዚ ርኽክብ ንምግባር እዩ እቲ መድረኽ ዝካየድ ዘሎ ኩላህና ከም እንፈልጦ ትእምት ዘለዎ ኩነታት እንታይ እዩ ዝብል ትእምት ዝተጣየሸሉ ዕላማ ይፍለጥ እዩ ናይ ምግባረ ሰናይ ትካል እዩ። ዋና ዕላምኡ ኣብ ትግራይ ፀገም ተጋጥም ጥራሕ ዘይኮነስ ብመሰረቱ እውን ናይ ትግራይ ናይ ማሕበረ ኢኮኖሚያዊ ልምዓት ምስላጥ መንግስቲ ዘይበፅሖ ካልኦት ዘይበፅሕዎ ቀልጢፍካ ነቲ ህዝቢ ምብፃሕን ኣብ ልምዓት ናይ ትግራይ መርኣያ ኮንካ ምርካብን እዩ እቲ ዋና ዕላማ ናይቲ ምትመጣየሽ በዚ መሰረት እውን ንነዊሕ ግዜ እናሰርሐሉ መፂኡ እዩ። ነዚ ስራሕ ዝሰርሕ ናይ ትእምት ምግባረ ሰናይ ቤት ፅሕፈት እውን ኣብ ውሽጢ ኣጣይሹ ኣብ ስድራ ስውኣት ኣብ ዝተፈላለየ ሽግር እንተጋጥም እንተሎ ቀልጢፍካ ምብፃሕ ኣብ ልምዓት እውን ኣብ ኣብያተ ትምህርቲ ህንፀት ኣብ ጥዕና ትካላት ምህናፅ ኣብ መንገዲ ዝተፈላለዩ ዓቕሙ ዝፈቐዶ ስራሕ እናሰርሐ መፂኡ እዩ። እዚ እቲ ዋና መጣየሽኡ እናሃለወ ኣብዚ እዋን እዚ ዘሎ ኩነታት ከዓ ሕዚ እውን እናሰርሐ እዩ። እቲ ዘለናዮ ኩነታት ከዓ ይፍለጥ እዩ። ብሓደ ገፅ ብዘጋጠመና ፅንተታዊ ወራር ትካላትና ብዙሕ ሃስያ በፂሕወን እዩ። ደሞዝ ዘይኽፈሎም ሰራሕተኛታት ዘለውወን ትካላት ኣለዋና። ራሽን ጥራሕ እናተኸፈሎም እናሰርሑ ዝፀንሑ ክሳብ ቀረባ ግዜ ካብ ፀገም እዙይ ንምውፃእ ፃዕሪ ዓረብ ዝብላሉ ዘለዋ ግዜ ሕዚ እውን ብዙሕ ፈተናታት እናገጠመን እዩ ናይ ውሽጥና ዘጋጥም ፀገም ብደገ ዘጋጥመና ፀገም ማእቶት ጠጠው ዝብለሉ ኩነታት ተደጋጋሚ እዩ ካብተን ፅቡቅ እቶት ከምጽኣ ዝኽእላ ትካላትና ሓንቲ መሰቦ ኣብ ብዙሕ ግዜ ብዝተፈላለየ መንገዲ ካብ ስራሕ ጠጠው ትብለሉ ኩነታት ይረአ እዩ። እታወታት ይሰኣን፣ ነዳዲ ይሰኣን ተዓፂና ኢና ዘለና፣ ኮል ይሰኣን ተዓፂና ኢና ዘለና። ተመሳሳሊ ኣብ ካልኦት ትካላትና እውን ዳርጋ ኩለን በዚ ፀገማት እዚ ከቢድ ሽግር እናሃለወን ኢና ዘለና ብሓደ ገፅ እዚ ኩነታት ዘሎ ብካልእ ገፁ ከዓ እቲ ጠለብ ናይ ከምዚ ዓይነት ሓገዛት ኣብ ፀገም ስለ ዘለና ብጣዕሚ ሰፊሕ እዩ። ኣብ ሙሉእ ትግራይ ዝተፈላለየ ፀገም ኣሎ። እዚ ፀገም እዚ ከምቲ ናይ ቀደም ካልኦት ምግባረ ሰናይ ትካላት እውን ዝሕግዛሉ ኩነታት የለን። መንግስቲ ክሽፍኖ ዘይከኣለ ብዙሕ ክፍተት ኣሎ። መንግስቲ ኣብዚ እዋን እዚ መንግስቲ ትግራይ ናይ ፌደራል በጀት የብሉን። ናይ ቀደም ክዓት ኢኮኖሚ ምንቅስቃስ ብርትዕ ኢሉስ እቶት ዝእክበሉ ኩነታት የለን። ስለዚ ኮነ ተረፈ ናይ መንግስቲ ሕቶ እውን ኣለና ክንድግፎ ክንገብሮ ዝግበአና ክንበፅሖ ዝግበአና ነቲ ንህዝቢ ክስራሕ እንተሎ መንግስቲ ክሰርሕ እንተሎ ክንገብሮ ዝግበአና ነገራት ኣሎ ደሚረ እንታይ ክብል ደልየ ብሓደ ገፅ እቲ ጠለብ ብጣዕሚ ሰፊሕ እዩ ብካልእ ገፁ ከዓ እቲ ቀረብና ናይ ገንዘብ ቀረብና እቶትና ከምቲ ናይ ቀደሙ ኣይኮነን እዚ እናሃለወ ኢና እዚ ሕዚ ዘኒሀ ሽግር ከዓ ገጢሙና ዘሎ ይኹን እምበር ካብዚ ዝገድድ ነገር ስለ ዘየለ ኣብ ከምዚኣ መሰለት ኩነታት እታ ዘላ ፀንቂቅካ ቅደም ሰዓብ ኣውጺእና ክንሰርሕ ስለ ዘለና ኣብ ቅደም ሰዓብና ውሽጢ ኣለውና ብቅደም ሰዓብ ንሰርሖም ስራሕቲ ኣለውና ግን ካብቶም ኣብ ቅድሚት ዝስርዑ ናይዚ እዋን እዚ ህፁፅ ሓገዝ ሕቶ ቢሮ ሕርሻ ገጠር ልምዓትን ዘቕረቦ መልሲ ክንህብ ይግበእና ኢሉ ትእምት በዓል ሓደራ ቦርድ እውን ወሲኑ ማኔጅመንት ኮሚቴ እውን ወሲኑ ምስ ኩባንያታትና ተረዳዲእና እቲ ሓገዝ ክግበር ወሲንና። ድሕሪ ውሳነ እውን ከመይ ንኣክቦ ኢልና ናብ ምርድዳእ መፂእና። ኩለን ኩባንያታት ናይ ትእምት በብዓቕመን ኣስተዋፅኦ ይግበራ ዝብል ብዓብዪ ወነ ናይ ስራሕ መካየድቲ ፀገሞም ተዓንቶ ዝገለፅክዎ እዩ። እቶት ክሳብ ክንደይ ቀኒሱ ከም ዘሎ ይፍለጥ እዩ። ግን ኣብዚ ጉዳይ እዚ ንድሕሪት ክንብል የብልናን። መርኣያ ክንከውን ኣለና ኢሎም ብምውሳን በብዓቕሞም መሰቦ፣ ኢዛና እቶም ዝለዓሉ ኣስተዋፅኦ ዝገበሩ እዮም ኣብዚ ካልኦት እውን በብዓቕሞም መስፍን፣ ብሩህ ተስፋ፣ ህይወት፣ ትራንስ፣ ጉና፣ ሱር ከዓ ቀፂሉ ዝመፅእ እዩ ሶሪ ድሕሪ ኢዛናን መሰቦን ቀፂሉ ዝመፅእ ዝለዓለ ኣስተዋፅኦ ዘለዎ ሱር ኮንስትራክሽን እዩ በዚ በለ በቲ ኣብ ኩሎን ኩለን ትካላት ኣብዚ ቀለብ እንስሳ ዓዲግካ ነዚ ፀገም እዚ ኣብ ምፍታሕ ኣስተዋፅኦ ገይረን ኣለዋ። ስለዚ ብምትሕብባር ምግባረ ሰናይ ትእምትን ኩባንያታትን ኩባንያታት ትእምትን እዩ ዝሓገዝ እዚ ሎማዓንቲ ዝወሃብ ዘሎ ዝቐርብ ዘሎ ስለዚ ነዚ ካብ ኩባንያታትና ዝተዋፀኣ ገንዘብ ኣብ ህይወት ሕርሻ መካናይዜሽን ዘለና ዓቕሚ ቀለብ እንስሳ ልሙዕ ቀለብ እንስሳ ናይ ምፍራይ ዓቕሚ ከዓ ኣብኡ ተሎ ክንጥቀመሉ ቀጥታ ካብ ህይወት ሕርሻ ተገዚኡ ንቢሮ ሕርሻ ርኽክብ ክግበር እዩ ተወሲኑ። በዚ መሰረት ሎማዓንቲ ኣብ ናይ መጀመርያ ዙር ንእሽተይ ከዕግስ ዝኸእል ነቲ ጸገም ኢልና ዝሓሰብናዮ ኣርባዕተ ሽሕ ኩንታል ቀለብ እንስሳ ናብ ምስ መጓዓዚኡ ናብ ሰላሳ ሚልዮን ብር ዘውጽእ ሓገዝ እዩ ዝግበር ዘሎ እዚ ኢና ንቢሮ ሕርሻን ገጠር ልምዓትን ነርክብ ዘለና። ክቲ ዘለናዮ ኩነታት ብውስን መንገዲ ንምግላጽ ከም ትግራይ ሕዚ ብዘሎ ወድዓዊ ኩነታት ኣብ ሕርሻን ሃፍቲ ተፈጥሮን ኣርባዕተ መሰረታዊ ጸገማት ወይ ሓደጋታት እዮም ገጢሞምና ዘለዉ። ሓደ፣ ከምቲ ትፈልጥዎ ብሰንኪ እቲ ጽንተታዊ ወራር ኣብ ሕርሻን ሃፍቲ ተፈጥሮን ከቢድ ጉድኣት፣ ከቢድ ክሳራን ንምሕዋዩ ድማ ዓብዪ ሪሶርስ ዝደሊ ብሓፈሻ ድማ ናይ መቐለ ዩኒቨርሲቲ ምሁራት ብቐንዱ ድማ መጽናዕቲ ጆኖሳይድ ኮሚሽን ብዘጽንዕዎ መሰረት ኣብ ሕርሻን ሃፍቲ ተፈጥሮን ትግራይ ልዕሊ ሓምሳ ቢልዮን ዶላር ዝግመት ጉድኣት፣ ክሳራን ንምሕዋይ ዘድሊ ሃፍትን ብመሰረቱ ኢስቲሜት ዝተገበረሉ ወይ ዝተገመተሉ ኩነታት እዩ ዘሎ። ሰወት ሓደ ነቲ ሐዚ ዘለናዮ ኩነታት ተቓላዕቲ ዝገብረና በቲ ፅንተታዊ ወራር ኣብ ሕርሻን ሃፍቲ ተፈጥሮን ኣብ ሓረስታይ ትግራይ ዝበፅሐ ኩለመዳያዊ ዕንወትን ክሳራን ምዃኑ ተሓሳቢ ምግባር ከድሊ እዩ። ሰው ሓደ ፀገም እዙይ እዩ ዝኸውን ዘሎ። ካልኣይ ፀገም ብመሰረቱ ብምኽንያት ስምምዕ ፕሪቶርያ ዘይምፍፃሙ ተኣሳሲሩ ልዕሊ ኣርብዓን ሓሙሽተን ፐርሰንት መሬት ትግራይ፣ ተሓራሲ መሬት ትግራይ፣ which is ሽዱሽተ ሚእቲ ሺሕ ሄክታር ተሓራሲ መሬት ትግራይ ኣብ ኢድና የለን። ካብዚ ሽዱሽተ ሚእቲ ሺሕ ሄክታር እዚ ንረኽቦ ጠቕላላ ፍርያትን መፍረይነትን ከም ዘሎ ኮይኑ ንኤክስፖርት ጥራሕ ን- ካብ ደገ ሼጥና ንረኽቦ ዝነበርና ሰሊጥን ተመሳሳልቲ ኣቑሑትን ናብ ከባቢ ሚእትን ዓሰርተ ክልተን ሚልዮን ዶላር ብዓመት ንረኽበሉ ዝነበርና ምዕራብ ትግራይ ብመሰረቱ ኣብ ኢድና የለን ጥራሕ ተይኮነስ ልዕሊ ሓደ ነጥቢ ሓሙሽተ ሚልዮን ህዝቢ ኣብ ሱዳን ኣብ ምዕራብ ትግራይ ኣብ ትሕቲ ወረርቲ ኮይኑ ከየፍርስ ዝተገበረሉ ብቐንዱ ድማ ኣብ ናይ ትግራይ መዕቐዊ ማእኸላት ኮይኑ ካብ ስራሕ ወፃኢ ዝኾነ ትማሊ ስራሕ ዕድል ዝፈጥር ዝነበረ ሕዚ ካብ ስራሕ ወፃኢ ዝኾነ ህዝቢ ዘለና ምዃንና እውን ብደንብ ምርዳእ ከደሊ እዩ ንሕና ብጣዕሚ ተቓላዕቲ ዝገበረና and ብቐጻሊ እውን ሓደጋ ዝኾነና ብመሰረቱ በቲ ጆኖሳይዳዊ ኲናት ዝበጽሐ ጠቕላሊ ጉድኣትን ክሳራን ከም ዘሎ ኮይኑ ዛጊድ ብሰንኪ ስምምዕ ፕሪቶርያ ዘይምፍጻሙ እቶም ዝሰኣናዮም ዓንቶይ ዝገለጽክዎም ጉዳያት ምዃኖም ብካልኣይ ደረጃ ምርዳእ ከድሊ እዩ ዝብል እዩ። ሳልሳይ ሾክ ወይ ድማ ከም ሓደ ጸገም ክውሰድ ዝኽእል ተሐዘኒ ዕጽዋን ክልከላን ዝምልከት እዩ። ተሐዘኒ ዕጽዋን ክልከላን ብመሰረቱ እታወታት ሕርሻ ከይንረክብ፣ ፍርያት ሕርሻ ናብ ብዝተፈላለየ መንገዲ ከይንገዝእ and ከይንሸይጥ፣ ቴክኖሎጂታት ሕርሻ ከይነተኣታቱ ዘግብር፣ ብቐንዱ ድማ ሰኣን ነዳዲ ንክንጥቀመሎም ዝግበእና ናይ ማይ ዕድላትን ናይ መስኖ ስትራክቸራትን ናብ ስራሕ ክኣትዉ ኣይከኣሉን። ዝርካቡ ትራክተራት ናብ ከይዲ ምንቅስቓስ ክኣትዋ ኣይከኣላን። ብሰንኪ ሕፅረት ካሽ፣ ሕፅረት ፋይናንስ፣ ሕፅረት ጥረ ገንዘብ ድማ ሓረስታይ ካብ ባንኪ ኣውፂኡ ቀለብ እንስሳ ከይገዝእ፣ መዳበርያ ከይገዝእ፣ ዘርኢ ከይገዝእ፣ ካልኦት ዝተፈላለዩ ስራሕቲ ከይሰርሕ ዘግብር ኩነታት ምስ ምህላዉ ን ተንፀላልዩና ዘሎ ዳግማይ ጀኖሳይዳዊ ኲናት እውን ተሓሳቢ ገይሩ እቲ ሓረስታይ ኣብ ስግኣት ኣብ ጭንቂ ምስ ምህላዉ ተኣሳሲሩ ብመሰረቱ ነቲ ሕዚ ገጢሙና ዘሎ ሓደጋ ኤልኒኖ more vulnerable ወይ ድማ ተቓላዕቲ ክገብረና ዝኽእል ኩነታት ከም ዘሎ ብደንቢ ምርዳእ ከደሊ እዩ። ራብዓይን መሰረታዊ ጸገምን እቲ ሕዚ ገጢሙና ዘሎ ናይ ኢልኒኖ and እዚ ዝፈጠሮ ሓደጋ ድርቅን ብኻሊእ ገጽ ድማ ሓደጋ በረድን ውሕጅን እውን ብራብዓይ ደረጃ ክግለጽ ዝኽእል which is ኣብ ብዙሓት ከባብታት እቲ ሓደጋ and እቲ ጸገም ዝገጠመሉ ኩነታት ኣሎ ግሎባል ጸገም እዩ ይኹን እምበር ግን ንዓና ሓደ ምስቶም ዓንቶይ ዝገለጽኮም ሰለስተ መሰረታዊ ጸገማት ብሓደ ገጽ ብኻሊእ ገጽ እቲ ኢልኒኖ ሱፐር ኢልኒኖ እዩ ስትሮንግ ኢልኒኖ እዩ ጠንካራ ኢሉ ዩ which is ኣብ ዘራእቲ፣ ኣብ ሃፍቲ እንስሳ፣ ኣብ ኣጠቓላሊ ማሕበረ ኢኮኖሚ ናይቲ ህዝቢ ከቢድ ጉድኣት ከብፅሕ ዝኽእል ብምዃኑ እዙይ ውን ብራብዓይ ደረጃ ክግለፅ ዝኽእል ፀገም so ተደሚሮም እዞም ፀገማት እዚኦም dominantly ሰብ ስራሕ ብሓደ ገፅ ብኻሊእ ገፅ ድማ ተፈጥሯዊ ኢልካ ትወስዶም ጉዳያትን ናይዞም ሓደጋታት እዚኦም ድምር ውፅኢት እዩ እቲ ሐዚ ዝገጥመና ዘሎ ንሪኦ ዘለና ሓደጋ ዝብል ተሓሳቢ ምግባር ኤንድ ካብዚ ከምዚ ዝበለ ፀገም ንወፅእ ድማ እዞም ኣርባዕተ መሰረታዊ ፀገማት ትትፍትሑ ተለው እዮም ዝብል ነገር እውን ህዝብና ክፈልጥ በብደረጅ ዘሎ ዝምልከቶ ኣካል እውን ክርዳእ ክኽእል ኣለዎ ዝብል እዩ እዚ ኢለ ናብቲ ምስ ሓደጋ ኢሊኖ ዝተኣሰር ኣቐዲምና እውን ኣብ ትንበያና ኮሚኒኬት እናገበርናዮ ከም ዝመፀና ኩሉ ብሽዱሽተ ባህርያት ክግለፅ ዝኽእል ናይ ዝናብ ኩነታት እዩ ዘሎ እቲ ሓደ ባህሪ ናይቲ ዝናብ ብመሰረቱ ዝናብ ድሒሩ ክጅምር ከም ዝኽእል ዝተተንበየሉ ኩነታት ኣሎ። ብተግባር እውን ኣብ ብዙሓት ከባቢታት ትግራይ እቲ ዝናብ ደንጉዩ ዝጀመረሉ ኩነታት እዩ ዘሎ። ካልኣይ ኣብ ማእኸል ሰፊሕ ምቁርራፅ ክህልዎ እዩ ኢና ኢልና ነይርና። ተመሳሳሊ መንገዲ ሰፊሕ ምቁርራፅ ዝረኣየሉ ዝናብ ዘሎ ምዃኑ ንፈልጥ ኢና። ሳልሳይ እቲ ዝናብ ቀልጢፉ እዩ ክወፅእ ዝብል እዩ እቲ ትንበያ። ሶ ቀልጢፉ ክወፀሉ ዝኽእል ዕድል ተሓሳቢ ዝገበረ ምንቅስቓስ ክህልወና ኢና ከም ሓደ ኣንፈት ነቕምጥ ዘለና። ብራብዓይ ደረጃ እቲ ዝናብ ብመሰረቱ ትሕቲ መደበኛ እዩ። መደበኛን ትሕቲ መደበኛ እዩ ኒ ዶሚነንትሊ ግን ትሕቲ መደበኛ እዩ ዝብል ኢና ቀሚጥና ነርና። እዚ እውን ዝናብ ይወቅዕ ኣሎ ኣብ ዝተፈላለዩ ከባብታት ይኹን እምበር ግን ትሕቲ መደበኛ ብጣዕሚ ውሑድ ምዃኑ ብደንቢ ምርዳእ ከድሊ እዩ። ሓምሻይ ናይቲ ዝናብ ኩነታት ቀልጢፉ ክራማት ምስ ወፀ ኣብ ጥቅምትን ሕዳርን ከባብታት ድማ ዘይስሩዕ ዝናብ ክህልወሉ ዝኽእል ኩነታት ከም ዘሎ ሶቲ ዘይዝሩዕ ዝናብ ብሓደ ወገን ነተን ዝሐሸ ክራማት ዘለወን ከባብታት ጉድኣት ክኾነሉ ዝኽእል ዕድል ብሓደ ገፅ፣ ብኻሊእ ገፅ ድማ ዝርካቦ ናይ ዝተፈላለዩ ናይ በልግን ናይ ኣዝመራ ናይ ሳዕሳዓ ዘራእትታት እውን ክንዘርኦሉ ንኽእል ንሃፍቲ እንስሳ ልምዓት ስራሕትና እውን ዝሐሸ ደረጃ ክንሰርሖሉ ንኽእል ዕድል ዘሎ ምዃኑ ምርዳእ ከድሊ እዩ። ኣብ መወዳእታ እቲ ሓደጋ ካብ ዌስት ቱ ኢስት ወይ ድማ ካብ ምዕራብ ናብ ምብራቕ እናኸፍኤ ይኸይድ ዝብል እዩ እቲ ስኽታይ። ሪላቲቭሊ ብምንጽጻር ምዕራብ ዝሓሸ እዩ፣ ሰሜን ምዕራብ ብምንጻር ዝሓሸ ማእኸላይ እናበለ ይኸይድ፣ ካብ ፍርቂ ማእኸላይ ኣትሒዙ ግን ብፍላይ ዞባታት ደቡብ፣ ደቡብ ምብራቕን ምብራቕን and ክፋል ማእኸላይ ዞባ ድማ ኣብ ሓደጋ ዝኣትዋሉ ብቐንዱ ኣብ ሰሜን ምዕራብ ከባቢ እውን ምስ ጸለምቲ ተኣሳሲሩ ኣብ ታሕታይ ዲያዊ ከባብታት እውን ባድመን ኣፅረጋን ከባብታት ሆት ስፖትስ እንብለን ዘለሉ ኩነታት እዩ ዘሎ ዝብል ብደንቢ ተሓሳብ ምግባር ከድልይ ሶ ሕዚ እቲ ትንሓስብ ተለና ላይክ ተሓዚ ገጢሙና ዘሎ ፀገም ጥራሕ ተይኮነስ ብቐፃሊ ክህልወና ዝኽእል ፀገምን ን ብቐፃሊ ክህሉ ዝኽእል ኣጋጣምታት እውን ብስፍሓት እንጥቀመሉ ዕድል ተሓሳቢ ክንምግባር ኢና ኮሚኒኬት ንገብር ኣለና ዝብል እዩ። እቶም ሓደጋታት እቶም ኣርባዕተ እንተኾይኖም። እቲ ኢሊነ ከኣ ሱፐር ብጣዕሚ ጠንካራ እንተኾይኑን እቲ ኩነታት ሓደጋ ተኾይኑን ታይ ኢና ከም ቢሮ ሕርሻን ሃፍቲ ፈጥሮን ይኹን ከም መንግስቲ ደምዲምና ዘለና ብሓፈሻ ህዝቢ ትግራይ ኣብ ናይ ህልውናን ድሕንነትን ሓደጋ ኣሎ ብኣጠቓላሊ ሞር ስፐሲፊካሊ እቲ ናይ ሕርሻ እንትንወስድ ተለ ድማ ህዝቢ ትግራይ ኣብ ቁጠባዊ ናይ ህልውናን ድሕንነትን ሓደጋ ኣሎ ዝብል እዩ እቲ መደምደምታ። so እንድሕር ከምዚ ኮይኑ ከመይ ጌርና ኢና ካብዚ ከምዚ ዝበለ ጸገም ክንወጽእ ኢልና ኣብ ዘቐመጥናዮ ኣንፈት ብቐንዱ ኣብ ቁልፊ መደብ ኣብ ቁልፊ መደብ ማለት ኣብ ምውዳብ ምህናጽ ምውፋር ዓቕምታት ቁጠባዊ ህልውናን ድሕንነትን ክንረባረብ ኣለና። እዙይ ክንገብር እንተኾይንና ድማ ምድንፋዕ ኩሎ መዳያዊ ማእቶትና ንምውሓስ ቁጠባዊ ህልውናናን ድሕንነትናን ብዝብል ቴማ እውን ቤት ክልቲ ምንቅስቓስ ክንመርሖ ኣለና ዝብል ኢና ኣንፈት ተቐሚጥና። ታይ ማለት እዩ ምድንፋዕ ኩለመዳያዊ ማእቶትና? ምድንፋዕ ኩለመዳያዊ ማእቶትና ማለት ብክልተ መንገዲ ሓደ እቲ ሕርሻና ሚክስድ ኣግሪካልቸር ወይ ሕውስዋስ ሕርሻ like ናይ ዘራእቲ ሕርሻ ኣለና፣ ናይ ሃፍቲ እንስሳ፣ ናይ ተፈጥሮ፣ ናይ ካልኦት ስራሕቲ ኣለውና ብሓደ ገፅ፣ ብኻሊእ ገፅ እቲ ሓደጋ ኢሊኖ፣ ብመሰረቱ ኣብቶም ገገሊኦም ሴክተራት ክፈጥሮ ዝኽእል ተፅዕኖ ከምዘሎ ወሲድካ ኣሉታዊ ተፅዕኖ ከምዘሎ ወሲድካ ኣብ ገገሊኡ ሴክተር ድማ ዝሓሸ ተፅዕኖ ክፈጥረሉ ዝኽእል ዕድል ኣሎ። ስለዚ ሕርሻ ትትንሓስብ፣ ኢኮኖሚ ትትንሓስብ ኩለመደያዊ ማእቶት ትኹረት ክንገብር ኣለና ዝብል እዩ እቲ መበገሲ። እዙይ ንምንታይ? ሕዚ ብዘሎ ወድዓዊ ኩነታት ንምውሓስ ህልውናን ድሕንነትን ብዘለዎ ትርጉም ክምራሕ ኣለዎ ዝብል ነገር ኢና ኣንፈት ኣቐሚጥና። ኦከ እዙይ እንድሕር ኮይኑ ከመይ ገይርና ኢና ድኣ ንወፅእ? እንታይ እየን እተን መውፅኢ ኣንፈታት ዝብል እውን ክሊርሊ ዘቐመጥናሉ ኩነታት ኣሎ። ሽዱሽተ መውፅኢ ኣንፈታት ወይ ዌይ ኣውትስ ኢልና ዘቐመጥናየን ነገራት ኣለዋ። ሓንቲ ብመሰረቱ ኣብ ዓርሰ ምርኮሳ መሰረት ዝገበረ፣ ሰልፍ ሪሊያንስ መሰረት ዝገበረ ቁጠባዊ ህልውናን ድሕንነትን ናይ ምርግጋፅ ጉዳይ እዩ። ዘበት ንብሄራዊ ብርሰት ከም ዝበልናዮ ኩሉ እቲ ብርሰት መልክዑ እዩ ዝቕየር ዘሎ እምበር ብጥይት ይኹን ብጥይሜት ይኹን ተደሚሩ ቤዝከሊ ኣብ ማዕቐፍቲ ጆኖሳይድን ኣብ ማዕቐፍቲ ብርሰትን ዝኣት ብምዃኑ ዘበት ንብሄራዊ ብርሰት ኢልና ህልውናና ንምርጋፅ እንገብሮ ቃልሲ ብመሰረቱ ሓደ ጫፍ ጥራሕ ዝረገፀ ተይኮነስ ኩለመድያዊ ምድላው ኤንድ ኩለመድያዊ ቃልሲ እውን ተሓሳቢ ዝገበረ ክኸውን ኣለዎ ሶ ዛት እዙይ ክንገብር ተኾይንና ድማ ኣብ ዓርሰ ምርኮሳ መሰረት ዝገበረ ናይ ቁጠባዊ ህልውናን ድሕንነትን ምርግጋፅ ዞን እዙይ ክልተ ነገር ሓደ ብግዜያውነት ክንሰርሖም ዝግበእና ስራሕቲ ሕርሻን ስራሕቲ ቁጠባን ኣለዉ ብሓደ ገፅ፣ ብኻሊእ ገፅ ድማ ዘላቒ መፍትሒ ሱር ዝሰደደ ፀገም እዩ ገጢሙና ዘሎ፣ ዓሚቕ ፀገም እዩ ገጢሙና ዘሎ። ነዚ ዓሚቕ ፀገም እዙይ ብመሰረቱ እቲ ሱር ዝቡቅስ ዓርሰ ምርኮሳ መሰረት ዝገበረ ምንቅስቓስ ክንገብር ኣለና ኢነና ወሲድና። እንታይ እንተን ናይ ዓርሰ ምርኮሳ ዋና ናይ ትኹረት ማእኸላት ሓንቲ ኣብ ማይን ኢነርጂን ብምርብራብ ኢና ካብቲ ከምዚ ዝበለ ፀገም ክንፈጥሮ ክንወፅእ ንኽእል ዝብል እያ እቲ ሓንቲ ኣብ ማይ ልምዓት ስራሕ ብምስራሕ ኣቢልና። ኣብ ወረዳ ራያ ዓዘቦ ክልተ ጣብያታት ሆርዳን ካራ ዓዲሹን ዝበሃላ ኣለዋ። ክልቲኤን ካብ ኣቦይ ዝግ ዝናብ ኣይረኸባን ማለት ካብ ሰማይ ዝናብ ኣይረኸባን። ክልቲኤን። ተመሳሳሊ ናይ ዝናብ ሕፅረት ገጢምወን ኣሎ። ክልቲኤን ተመሳሳሊ ናይ ሃፍቲ እንስሳ ፖቴንሻል ኣለወን። እዘን ክልተ ጣብያታት እዚኤን ተመሳሳሊ ታሪኽ እናሃለወን and ተመሳሳሊ ጉድኣት በፂሕወን እናሃለወ ግን ድማ ብጣዕሚ ዝተፈላለየ ናይ ምፅዋር ዓቕሚ እዩ ዘለወን። ጣብያ ካራ ዓዲ ሽሑ ናብ ከባቢ ሰላሳ ዝኾና ናይ ማይ ፓምፕታት ናይ ማይ ጎዳጉዲ ኣለዋኣ። ናይ ዝተፈላለዩ ናይ ኢንቨስተር ኣካላት እውን ኣለዋኣ። እዛ ጣብያ እዚኣ ብመሰረቱ ሕዚ ብዘሎ ኩነታት ካሊእ ክራማት ዘሎ ኣብ ራያ ዓዘቦ ውሽጢ ኮይንካ ካሊእ ክራማት ከምዘሎ ጌርካ ኢኻ ትርዳእ ሰቡስ እንስስኡስ እቲ መርየትስ ኣንፃራዊ ዝሐሸት ትኸውን ጣብያ ሆርዳ ድማ ብኣንፃሩ ተመሳሳሊ ፀገም እናሃለወ እቲ ተቓላዓይነታት ድማ ብጣዕሚ ኣብ ሓደጋ ዝኣተወሉን ሰኣን ማይ ብመሰረቱ ቀለብ እንስሳ ዝተፀገምሉ መስተ እንስሳ ዝተፀገምሉ ናይ ሰብ ማይን ቀለምን እውን ዝተፀገምሉ ኩነታት እዩ ዘሎ። ብተግባር ኣብቲ ባይታ ከይድና ዝረእናዮ ነገር እንተሃለዎ እቲ ህዝቢ መሰረቱ ናይና ፀገም ክትፈትሑ ተኮይንኩም ኣብታ ዋና ፀገምና እተዉ ብቀንዱ ኣብታ ማይ ልምዓት እተው ይኸው ከማና እኮ ካራ ዓድሹ ናፍቲ ከም ዘሎ ነገር ክንመፅእ ተኮይና ኣብታ ዋና ፀገምና ኣብታ ናይ ማይ ክትሕግዙና ክትክእሉ ኣለኩም ኢሎም ዘልዐልሉ ኩነታት ኣሎ ዜርፎር ዓርሶ ምርኮሳት ትንብል ተለና እቶም ሐዚ ንገብሮም ዘለና ድጋፋትን ሓገዛትን ፅቡቓት ኮይኖም ብኣጠቓላሊ ምስቲ ገጢሙና ዘሎ ፀገም ይኹን ን ብቐፃሊ ትግራይ ምስቲ ዝደልዮ ጉዳይ ትተኣስሮ ተለኻ ድማ ብመሰረቱ ከም ፀረ ቃንዛ ዝውሰድ እዩ። ከም ፀረ ቃንዛ እዩ ዝውሰድ እዚ ድጋፍ እዚ ታይ ደኣ ኣብተን ዋና ናይ ዓርሰ ምርኮሳ ስራሕቲ ብቐንዱ ኣብ ማይ፣ ኣብ መካናይዜሽን፣ ኣብ ፋይናንሻል ደገፍ ትኹረት ብምግባር ኣቢልና ኢና እቲ መሰረታዊ ፀገምና ብመሰረቱ ክንፈትሖ ንኽእል ዝብል ታሕሳቢ ክግበር ኣለዎ። ሰው ቁፅሪ ሓደ ዓርሰ ምርኮሳ መሰረት ዝገበረ ናይ ሕርሻን ሃፍቲ ተፈጥሮን ስራሕ ብደረጃ ስድራ፣ ብደረጃ ጣብያን ብደረጃ ወረዳን ክረጋገፅ ዘግብር ምንቅስቓስ ክንገብር ኣለና ዝብል እዩ። እቲ ካልኣይ ወይ ኣውት ወይ መውፃኢ ኣንፈት ህይወት ናይ ምድሓን ወይ ላይፍ ሴቪንግ ንብሎ እዩ። ብዝኾነ ምኽንያት እቲ ፀገም ከም ትግራይ እዩ እቲ ኦቨርኦል ገጢሙና ዘሎ ፀገም እቲ ሓደጋ ኢሊኖ and ኣብ ብዙሓት ከባብታት ትግራይ እዩ ገጢሙ ዘሎ ግን ቱ ናይ ምፅዋር ዓቕሚ ካብ ጣብያ ናብ ጣብያ ካብ ቁሸት ናብ ቁሸት ካብ ሓረስታይ ናብ ሓረስታይ ካብ ከባቢ ናብ ከባቢ ዝፈላለ ምስ ምዃኑ ብመሰረቱ ብሰንኪ እዚ ሕዚ ገጢሙና ዘሎ ፀገም ህይወት እንስሳ ህይወት ሰብ and ህይወት ተፈጥሮ እውን ኣብ ሓደጋ ክኣትወሉ ዝኽእል ኩነታት ክፍጠር የብሉን ሶ ኣት ኤኒ ኮስት ላይፍ ሴቭ ንገብረሉ ህይወት ነድሕነሉ ምንቅስቓስ ክንገብር ኣለና ዝብል እዩ ሳልሳይ ዓርሰ ምትሕጋዝ ወይ ድማ ሰልፍ ሀልፕ ንብሎ እዩ። ናይ ዓርሰ ምትሕጋዝ ስራሕ ብመሰረቱ ናይ ተጋሩ ባህሊ እዩ። ንምንታይ ኢና ንተሓጋገዝ? ንክልተ ነገር፣ ሓደ ህይወት ሰብ ህይወት እንስሳ ንምድሓን ከምቲ ሐዚ ትእምት ከም ትካል ገይርዎ ዘሎ ምንቅስቓስ ይኹን ዝተፈላለዩ መንግስታውን ዘይመንግስታውን ኣካላት ዝገብርዎ ዘለዉ ናይ ምድጋፍ ምንቅስቓስ ህይወት ክነድሕን ክንተሓጋገዝ ኣለና። ብቐንዱ ግን እቲ ሓረስታይ ባዕሉ ንባዕሉ ክተሓጋገዘሉ ዝኽእል ኩነታት ኣሎ። ከምቲ ዓንተይ ዝገለጽክዎ ዝሓሸ መስኖ ዘለዎ ጣብያ ኣሎ፣ ዝሓሸ መስኖ ዘለዎ ቁሸት ኣሎ፣ ዝሓሸ መስኖ ዘለዎ ሓረስታይ ኣሎ። ሶ እቲ ናይ እቲ ጸገም እዩ ናይ ሓባር እምበር እቲ ናይ ምጽዋር ዓቕሚ ካብ ኣብ ውልቀ ናብ ውልቀ ካብ ውዳበ ናብ ውዳበ እውን ዝፈላለ ይኽእሉ ኩነታት ስለ ዘሎ ኣብ መንጎ እቲ ሓረስታይ ኣብ መንጎ ቁሸታት ኣብ መንጎ ጣብያታት ኣብ መንጎ ወረዳታትን ዞባታትን እውን ናይ ዓርሰ ምትሕጋዝ ስራሕቲ ዝስርሐሉ ሶ በዚ ኣቢልና ብሓደ ወገን ህይወት ንምድሓን ዝግበር ናይ ዓርሰ ምትሕግጋዝ ስራሕቲ ክጠናኸር፣ ብኻሊእ ገፅ ድማ እቲ ዝበልክዎ ናይ ዓርሰ ምርኮሳ ምትሕግጋዝ ዝምልከት እዩ። ብተመሳሳሊ መንገዲ ዓርሰ ምርኮሳ መሰረት ዝገበረ ናይ ዓርሰ ምትሕግጋዝ ስራሕቲ ኣብ ጣብያ ካራ ዓዲ ሽሁ ናይ ደስታ ቢዝነስ ግሩፕ ዝበሃል ኢንቨስትመንት ሕርሻ ብመሰረቱ ዘልምዖ መሬት ኣለዎ። ካብዚ ነቶም ሓረስቶት ዓሰርተ ሽዱሽተ ሄክታር መሬት ሰላሳን ክልተን ሓረስቶት ናብ ሚእትን ሓምሳን ከባቢ ሪያል ዘለዎም ማይ ብምሃብ ኣቢሉ ዓሰርተ ሽዱሽተ ሄክታር ን ሰላሳን ክልተን ገባራት ናይ መስኖ ተጠቀምቲ ዝገበረሉ ኩነታት ኣሎ። ኩሎም ኣብ ራያ ጥራሕ ተይኮኖም ብብከባቢኡ ዘለዉ ኢንቨስተራት ኣብ ሕርሻ ዝነጥፉ ኢንቨስተራት ተመሳሳሊ ስራሕ ተሰሪሖም ኮይኖም ብዙሕ ህዝቢ ቤዚካሊ ካብ ጥምየት ንገላገል ኢና ጥራሕ ተይኮነስ ዓርሰ ምርኮሳ መሰረት ዝገበረ ናይ ሕርሻን ሃፍቲ ፍጥሮን ስራሕቲ እውን ቤዚካሊ ነቃላጥፈሉን እቲ ፀገም ናብ ዕድል ክንቅይረሉን ንኽእል ኩነታት ዘሎ ምዃኑ ብደንቢ ተሓሳቢ ምግባር ከድሊ እዩ። ሶ እቲ ሳልሳይ ዌይ ኣውት ዝበልናዮ ዓርሰ ምትሕጋዝ እዩ። ዌዘር ህይወት ንምድሓን ኦር ዓርሰ ምርኮሳ ንምርግጋፅ ዝብል ክስመረሉ ዝግበኦ ጉዳይ እዩ። ራብዓይ ፍትሓዊ ምልመላ ዝምልከት እዩ። ፍትሓዊ ምልመላ ወይ ፌር ታርጌቲንግ ንብሎ እዩ። ኦኬ። ብዝተፈላለዩ መንግስታውን ዘይመንግስታውን ኣካላት ዝተፈላለዩ ድጋፋት ይግበረሉ። ሰፊሕ ድጋፍን ሰፊሕ ምትሕጋዝን ይድለ። ይኹን እምበር እዚ ዝግበር ዘሎ ዝተፈላለየ ናይ ህይወት ምድሓን ይኹን ናይ ዓርሰ ምርኮሳ ምትሕጋዝ ብመሰረቱ ነቲ ትኽክለኛ ኣብ ፀገም ዘሎ ከባቢ ነቲ ትኽክለኛ ኣብ ፀገም ዘሎ መራሒ ስድራ ነቲ ናብ ጣብያን ናብ ምምሕዳርን ጥርዓን ከቕርብ ዘይኽእል ሽማግለ ኣካለ ጉድእ ስድራ ስውእ ብጣዕሚ ቪክቲም ዝኾነ በቲ ሓደጋ ተቓላዓይ ዝኾነ ፍላይ ከዓ ደቂ ኣንስትዮ ድዩ ዝበፅሕ ዘሎ ወይስ ብተደራራቢ መንገዲ ኣብ ሓደ ከባቢ ወይ ኣብ ዝኾኑ ውልቀ ሰባት ኦር ቤዚካሊ እሱ ተኣሳሲሩ ዝፍጠር ናይ ምልመላታት ፀገም ዝብል ብደንቢ ተሓሳብ ምግባር ከድልየና እዩ ሰብዚ ከባቢ እዚ ናብ ሓደ ከባቢ ናይ ምዝንባል ምስ ናይ መንግስቲ ኣካላት ናይ ዘይምትእስሳር and ነቲ ዝምልከቶን ብጣዕሚ ኣብ ሓደጋ ዘሎ ሰብ እውን ናይ ዘይምብጻሕ ሓደጋታት ስለ ዘሎ እዙይ ብመሰረቱ ክእረመሉ ዝኽእል ኩነታት ክፍጠር and ምስ ናይ መንግስቲ ትካላትን ኣካላትን ኮንካ ምስራሕ እውን ብጣዕሚ ኢምፖርታንት ዝኾነሉ ኩነታት እዩ። ሓምሻይ ኣድቮከሲ ዝምልከት እዩ። ብዙሕ ሰብ እዚ ከምዚ ዝበለ ጸገም ናብ ዝምልከቶም ኣካላት ኣብጺሕኹም ዲኹም እናበለ ደጋጊሙ ይሓተና እዩ። እወ ኣብፂሕና እዩ። ብመሰረቱ እዚ ፀገም እዚ ምስ ኣጋጠመ ኮሚሽን ሓደጋ ድልውነትን ንሕናን ካልኦት ሴክተራትን ብሓባር ብምዃን ከም መንግስቲ እውን ሓደ እቲ ፀገም ቀዲሙ ከየጋጠመ እናሃለየ ፀገም እዚ ክገጥም እዩ ዝብል ትንበያና ቀዲምና ኮሚኒኬት ዝገበርናሉ ኩነታት እዩ ዘሎ ግን ዘበነ ሳይንስን ቴክኖሎጂን ስለ ዝኾነ ን ግሎባል ግሎባል ማለት ናይ ዓለም ትንበያ እውን ስለ ዝኾነ እሱ መሰረት ጌርና ቀዲምና ኮሚኒኬት እናገበርና ዝመፃናሉ ኩነታት ኣሎ ብመሰረቱ መንግስቲ እውን ግብረ ሓይሊ ኣጣይሹ ናይ ኢመርጀንሲ ኮኦርዲኔሽን ሰንተር ዝበሃል ኢሲሲ ዝበሃል እውን ትካል ናይ ኩሎም ናይ ዩኤን ኤጀንሲስ ዘለዎም ኮሚኒኬት ተገይሩ እዚ ብመሰረት ዝሕለጥ ዘሎ ፀገም ናብ ኩሎም ናይ ዩኤን ኤጀንሲስ ያብ ዩኤን ኦቻ ናብ ኤፍኤኦ ናብ ዝተፈላለዩ ናብ ሁ ናብ ካልኦት ናይ ዓለም ለኸ ትካላት መሰረቱ ኮሚኒኬት ዝተገበረሉ ናይ ፌደራል መንግስትን መንግስታዊ ዘይኮነ ኣካላት እውን ኣቐዲምካ ኮሚኒኬት ዝተገበረሉ ኩነታት እዩ ዘሎ ሓምሻይ ደረጃ እቲ ናይ ኣድቮከሲ ስራሕ ናይ ምስራሕ ናይ ምጥንኻር ስራሕ ብደንቢ ትኹረት ክግበረሉ ኣለዎ። እዚ ብፍላይ ዲያስፖራና እቲ ሕዚ ዘካይዶ ዘሎ ኩሎ መዳያዊ ቃልሲ ተሓሳቢ ገይሩ እታ ብፀንተታዊ ወራር ዝተጠቕዐት እታ ሕዚ እውን መሊሳ ዳግማይ ፅንተት ክእወጃ ዝድለ ዘሎ ትግራይ ሕዚ እውን ብሓደጋ ኢሊኖን ተደራረብቲ ፀገማትን ኣብ ሓደጋ ኣትያ ኣላ ዝብል ብመሰረቱ ናይ ፐብሊክ ዲፕሎማሲ ስራሕ ናይ ቲክቶከራት ዝተፈላለዩ ማሕበራዊ ሚድያ ዝነጥፉ ናብ ሚድያታት ዝነጥፉ ዝተፈላለዩ ተጋሩን ፈተውተ ተጋሩን ዝኾኑ ኣካላት እውን እቲ ናይ ኣድቮኬሲ ስራሕ ኣጠናኺሮም ክቕፅልሉ በዚ ኣጋጣሚ እዚ ክንገልፅ እንደሊ ኤንወይ ኣድቮኬት እቲ ንገብር ተለና ክልተ ነገር እቲ ፀገሙን ኣድቮኬት ክግበር ኣሎ ብሓደ ገፅ ብካሊእ ገፅ ግን ዕድልን ፀጋን ዘሎ ምዃኑ ብፍላይ ናይ ቴክኖሎጂ፣ ናይ ፋይናንስ ድጋፍ ተተሓጊዝና ድማ ናይ ዓርሰ ምርኮሳ ስራሕቲ ክንሰርሐሉ እንኽእል ዕድል ብቐንዱ ኣብ ልዕሊ ማይ ኮይንና ኢና ንፅገም ዘለና ንድረቕ ዘለና ዝብል እውን ኣብ ዘላቒ መፍትሕታትና ክንድገፍ ክንሕገዝ ዘግብር ናይ ኣድቮከሲ ስራሕ እውን ተጠናኺሩ ክኸይድ ኣለዎ ዝብል እዩ። ናይ መወዳእታ ናይ ኮሚኒኬሽን ስራሕ ዝምልከት እዩ። ናይ ኮሚኒኬሽን ስራሕ ማለት ኣብ ታሕተ መሬት ዘሎ ጸገምን ጸጋን በብእዋኑ ኮሚኒኬት ክግበር ኣሎ። ኣይፈለጥናዮን፣ ኣይሰማዕናዮን፣ መሰረቱ ሕዚ ብዘሎ ኩነታት በዚ ጸገም እዚ ጸገም ኣለና ኢልና ንወስዶ ነገር የለን። ግን ብኸይዲ ብኸይዲ ኩሉ ዘሎ ኣብ ታሕቲ ዘሎ ጸገም እውን ብልክዑ እቲ ዘሎ ዕድልን ከመይ ዕድልና ክንጥቀም ከም ንኽእልን እውን ብልክዑ and እዙይ ብስሩዕ ሚድያ ኣብ ውሽጢ ትግራይ and ካብ ትግራይ ወፃኢ ንዘለዉ ዝተፈላለዩ መንግስታውን መንግስታውን ዘይኮኑ ኣካላት እውን ብዝተፈላለዩ ናይ ሚድያ መሳርሒታት ተጠቒምካ ኮሚኒኬት ናይ ምግባር ናይ ምብፃሕ ብቐንዱ ሓረስታይ ትዘሎ ኩነታት ተሓሳቢ ገይሩ እውን ኣብ ዓርሰ ምርኮስኡ መሰረት ገይሩ ክረባረብ ዘግብር ምንቅስቓስ ክንገብር ኣለና ዝብል ነገር ክውሰድ ኣሎ እሞ እቲ ናይ ሎማዓንቲ ነገር ብፍላይ እዚ ሐዚ ነካይዶ ዘለና ኢቨንት ብመሰረቱ ከመይ ኢና ከም ቢሮ ሕርሻን ሃፍቲ ተፈጥሮን ንሪኦን ከም መንግስቲ እውን ንሪኦ ዝብል ኣብተን መውፃእ ኣንፈታት ብቐንዱ ብሓደ ወገን ኣብቲ ዓርሰ ምርኮሳ እውን ክምስረት ይኽእል እዩ ብቐንዱ ድማ ኣብቲ ናይ ዓርሰ ምትሕጋዝ እውን ዝምስረት ጉዳይ ኢና ተሓሳብ ጌርና ክንረኢ ትእምት ያው ከምቲ ዶክተር ጥላሁን ዝገልጾ ዝነበረ በቶም ጸገማት ተጠቃዒ እዩ ሓደ በቶም ዓንተይ ዝገልጾም ዝነበርኩ ጸገማት እውን ተጠቃዒ እዩ ብብዙሕ ምክንያት ካብቲ ዝወጽሖ ጥቕዓት እውን ዘይወጸሉን ተደጋጋሚ ጥቕዓት ዝወጽሖ ትካል ምዃኑ እውን መላእ ህዝብና ዝፈልጦ ጉዳይ እዩ ይኹን እምበር ትእምት ብመሰረቱ ህዝቢ ትግራይ እውን ኣብ ከይዲ ምንቅስቃሱ ከጋጥሞ ዝኽእሉ ጸገማትን ን ምዕባለታትን እውን ተሓሳቢ ገይሩ ዘጣየሾ ትካል ምስ ምዃኑ ተኣሳሲሩ ኣብ ሓደጋ ጊዘ ናይ ኣብ ሓደጋ ናይ ህዝቢ ትግራይ ተፀዋዒ ዓብዪ ትካል ተገይሩ ክውሰደሉ ዝኽእል ኩነታት ዘሎ ምዃኑ ኣይ ቲንክ እቲ ናይ ሎማዓንቲ ዝግበር ዘሎ ድጋፍ ጥራሕ ተይኮነስ ክሳብ ሕዚ እናተገበረ ዝነበረ ድጋፍ እውን ዝተርእየሉን ዝረኣየሉን ኩነታት እዩ ዘሎ። ሶ እዚ ሐዚ ገይርክሞ ዘለኹም ከም ትእምት ልዕሊ ኣርባዕተ ሽሕ ኩንታል ከባቢ ተዘይተጋግየ ናብ ሰላሳ ሚልዮን ቅርሺ ዝውድእ ምስ መጓዓዓዚኡ'ውን ናብ ሕተን ሕድሕድ ጣብያታት'ውን ክነብፅሕ ኢና ዝብል ኮሚትመንት ብሓቂ እዚ ትካል እዚ ህዝባዊ ትካል ምዃኑ እዚ ትካል እዚ ኣብ ሓደጋ ናይ ህዝቢ ትግራይ ተፀዋዕን ግንባር ቀደም ምዃኑ ዘረጋግፅ ብምዃኑ ብሽም ቢሮ ሕርሻን ሃፍቲ ተፈጥሮን ብሽም እቶም ኣብ ሓደጋ ኣትዮም ዘለዉ ሓረስቶትን ከባብታትን ዝለዓለ ክብርን ናእዳን ዘለኒ ምዃኑ በዚ ኣጋጣሚ እዚ ክገልጽ ይደሊ። እዙይ ከም ዘሎ ኮይኑ ብሓፈሻ እተን ሕዚ ዝረኣያ ዘለዋ ጸገማትን ቅደም ሰዓብ ናይተን ጸገማት እንታይ እየን and ትእምት ይኹን ካልኦት መንግስታውን ዘይመንግስታውን ኣካላት ኣብ ምንታይ ትኹረት ማእኸል ገይሮም እዮም ክረባረቡን ክድግፉን ዘለዎም ዝብል ዝተወሰነ ነጥብታት ጥራሕ ተዛሪበ ከቋርጽ። ሓንቲ ቁልፊ ጸገምና ሓደ ካብ ዝገበርናዮ መጽናዕቲ፣ ካልኣይ ንሕና ከም ቢሮ ማናጅመንት ኮይንና ካብ ኢሮብ ክሳብ ራያ ኣብ ዝገበርናዮ ዳህሳስ፣ ብጭቡጥ እውን ነቲ ሓረስታይ ብዝገበርናዮ ዝርርብ፣ ቁጽሪ ሓደ ናይቲ ሐዚ ገጢሙና ዘሎ ጸገም ቁጽሪ ሓደ፣ ቁጽሪ ክልተን ቁጽሪ ሰለስተን ብመስረቱ ሕጽረት ቀለብ እንስሳ እዩ። እታ ቁልፊ ጸገምና ሕጽረት ቀለብ እንስሳ እዩ። ንምንታይ ሕጽረት ቀለብ እንስሳ? ኣብ ሰዓት እዚ እቲ ዘራእቲ ናብ ዝሐሸ ብርኪ ዝመጸሉ ኩነታት እዩ ነይሩ። እቲ ሓረስታይ ጸሃያይ እንስስኡ ዝቅልበሉ ኩነታት እዩ ነይሩ። እቶም ግድምታት ኣንጻራዊ ሳዕሪ ዘብቁልሉ ኩነታት እዩ ነይሩ። እቲ ሓረስታይ ከምቲ ዝበልኩዎ ዝተፈላለዩ እቶታት መሰረት ገይሩ ካብ ፋብሪካ ይኹን ካብ ዝተፈላለየ ቀለብ ዝገዝኦሉ ኩነታት እዩ ነይሩ። እዞም ኩሎም ዕድላት ተዓጽዮም ስለ ዘለዉ ሕዚ ብዘሎ ኩነታት ሕዚ ብዘሎ ናይ ትግራይ ወድዓዊ ኩነታት ኣብ ኩለን ከባብታት ንኹለን ከባብታት ማእኸል ዝገብር ጸገም ን ካብ ዝተፈላለዩ ኣካላት ትፅቢት እንገብሮ ሓገዝ ቁፅሪ ሓደ ቀለብ እንስሳ እዩ። ቁፅሪ ሓደ ቀለብ እንስሳ እዩ። ሶ እዚ ናይ ቀለብ እንስሳ ምንቅስቃስ እውን ኣይ ቲንክ ህይወት መካናይዜሽን ሕርሻ ኣካል ናይ ትእምት ኩባንያ ኮይኑ ኣብ መኾኒ ዘለዎ ፋብሪካ ብመዓልቲ ሓደ ሽሕን ሓሙሽተ ሚእትን ኩንታል ናይ ምፍራይ ዘለዎ ፋብሪካን ብተነፃፀሪ ድማ ዝሓሸ ዋጋ ዘለዎ ን ብሰርቲፊኬት ደረጃ እውን ዝለዓለ ፅሬት ዘለዎ መኖ ወይ ድማ ቀለብ ዘቕርብ ትካል ምስ ምዃኑ ተኣሳሲሩ ዝተፈላለዩ መንግስታውን ዘይመንግስታውን ኣካላት ውልቀ ኣካላት ሕዚ እውን ቁፅሪ ሓደ ፀገምና ቀለብ እንስሳ ምዃኑ ፈሊጦም እዚ ቀለብ እንስሳ ብዝሓሸ ዋጋ ዝሓሸ ፅሬት ን ብቀረባ ናይ መጓዓዚ ኣክሰስ እውን ዘለዎ ትካል ህይወት ሕርሻ ትኹረት ገይሮም ኣብዚ ከባቢ እዚ ክድግፉናን ኣብዚ ከባቢ እዚ ክረባረቡን ክኽእሉ ኣለዎም። So እታ ቁጽሪ ሓደ ጸገም ብመሰረቱ ቀለብ እንስሳ እያ ዝብል እዩ። ካልኣይ ጸገምና ምስ ጥዕና እንስሳ ዝተኣኣሰር እዩ። እተን እንስሳ ናይ ቀለብ ጸገምቲ ትገጥመን እንተሎ ዕብራን ይረኣየን። ዕብራን እቲ ትረኣየን እንተሎ ንዝተፈላለዩ ሕማማት ብፍላይ ምስ ድርቂ ተኣሳሲሮም ዝመጹ ሕማማት እውን ተቓላዕቲ ዝኾናሉ ኩነታት ኣሎ። Therefore እታ ካልኣይቲ ናይ ጥዕና እንስሳ ትምልከት እያ። ኣብዚኣ ድማ ክልተ ነገር ሓደ ክታበት ምድግጋፍ ካልኣይ መድሓኒት እንስሳ እውን ምድግጋፍ እውን ፍሉይ ትኩረት ክወሃቦ ኣለዎ። ሶ እቲ ካልኣይቲ ፀገም ጥዕና እንስሳ ኮይና ብደገፍ መልክዑ ዲማንድ ንገብራ ብክታበት መልክዕን ብመድሓኒትን መልክዕን ምዃና ክነቕምጥ ንደሊ። ሳልሰይቲ ማይ ዝምልከት እዩ። ማይ ንእንስሳ ማይ ንሰብ ማይ ንመስኖ እውን ኣብተን ዝረኣናየን ከባብታትን ከም ትግራይ እውን ትወስድ ተለኻ እቲ ፀገም ዕርዩ ዝበኣሰሉ ኩነታት እዩ ዘሎ። ራብዓይ ህፁፅ ሓገዝ ዘርኢ ዝምልከት እዩ። ሕዚ ሓረስቶትና ኣብ ራያ ከይድና ኣብ ተን ዝበልኮን ጣብያታት ንሆርዳን ካራ ዓዲሹን ከይድና ይኹን ኣብ ወጀራት ሰንዓልን ጌንትን ከድና ኣብ ኢሮፕ እውን ኣብ ዝተፈላለዩ ከባብታት ኣበርገሌ ጭላውን ከይድና ዝረእናዮ ንእሽተይ ሽምብራ ተንረከብ ንእሽተይ ሳዕስዓተን ንረክብ፣ ቀልጢፎም ዝባጽሑ ዘራእቲ እኽልና እውን ንረኽበሉ፣ ብቐንዱ ግን እንስሳና እውን ቀለብ ንረኽበሉ ዕድል ስለ ዝፈጥር ውሱን ናይ ዘርኢ ሓገዝ ንደጋገፍ እዮም ዝብሉ እቶም ሓረስቶት። so ብራብዓይ ደረጃ demand ንገብሮ ድጋፍ ዘድልዮ ምሩጽ ዘርኢ ብፍላይ ቀልጢፎም ዝባጽሑ ዘርኢ ኮይኑ እዙይ ድማ እዚ ዘርኢ እዙይ ዘቕርበልና ኢንተርፕራይዝ ምሩጽ ዘርኢ ትግራይ ኣሎ ብቐጥታ እዚ ከምዚ ዝበለ ኩነታት እውን ኣቕርቦት ዝግበረሉ ኩነታት ክፍጠር ኣለዎ ማለት እዩ ዴርፎር ኣብ ሰብ ኣብ ዘራእቲ ምስ ንሰርሕ ናይቲ ሰብ ጸገም እውን ኣብ ምቕናስ እውን ብጽሒት ክጻወት ስለ ንኽእል ብሓምሻይ ደረጃ እቲ ሐዚ ዘሎ ጸገም ያው ብፍላይ ልዕሊ ሓደ ሚልዮን ልዕሊ ሓደ ሚልዮን ናይ ስፍኔት ተጠቀምቲ እውን ንጥሜትን ጸገምን ዝተቓልዕሉን እቲ በጀቶም እውን ዝተዓጸወሉ ኩነታት ስለ ዘሎ ኣብ ሰብ ከጋጥም ዝኽእል ጥሜት ብፍላይ ብኸይዲ እቲ ግዜ እናወሰድና እንተኸንተልናን እቲ ኩነታት ተዘይተቐይሩን እውን ናይ ሰብ ጥሜት እውን ብሓምሻይ ደረጃ ክረእ ዝኽእል ፀገም ምዃኑ ተሓሳቢ ምግባር ከድሊ እዩ እናበልኩ ብቐንዱ እቲ ሕዚ ዝተገበረ ድጋፍ ሪሊ ኣፕሪሸት ንገብር ን ካልኦት መንግስታውን ዘይመንግስታውን ዝኾኑ ትካላት እውን ዝገብርዎ ዘለዉ ድጋፍ እውን ብልዑል ኣድናቖት ንህብ ይኹን እምበር ግን ሓደ ናይቲ ጸገም መጠን ብጣዕሚ ዓብዪ እዩ so እዚ ሐዚ ንገብሮ ዘለና ምንቅስቃስ ምስቲ ጸገም ኣንጻር ክትሪኦ ከለኻ ንእሽተይ ምዃኑ ተሓሳቢ ምግባር ከድሊ እዩ ካልኣይ እቲ ጸገም ንድሓር እዩ እቲ ጸገም ሐዚ ኣይኮነን ብዋናነት ከም ዓብዪ ጸገም ጌርና እውን ክንወስደ ንኽእል እቲ ጸገም እቲ ኩነታት ተዘይተቐይሩ ብኸይዲ ኣብ ሕዳር ኣብ ታሕሳስ ኣብ ጥርን የካቲትን ክፍጠር ዝኽእል ጸገም እውን ዝለዓለ ምዃኑ and እዙይ ድማ ናይ እንስሳ ይኹን ናይ ሰብ ህልቂት እውን ከጋጥመሉ ዝኽእል ዕድል ሰፊሕ ምዃኑ እውን ተሓሳቢ ዝገበረ ምድላው እውን ከድልየና እዩ። ሳልሳይ እዚ ፀገም እዚ ኩሉ ግዘ ዘጋጥመና ፀገም እዩ። ዋላ እኳ ከም ናይ ሎም ዘበን ተደራራቢ ፀገም ተዘይገጠመና ብፍላይ መብዛሕትኤን ተደሪቐን ዘለዋ ከባብታት ዳርጋ በብዓመቱ ብዝበሃል ደረጃ ብመሰረቱ እናተደረቓ ዝመፃ እየን። ብድምር ከም ትግራይ እውን ተደራቒ ከባቢ እዩ። ልዕሊ ቴስዓ ፐርሰንት መሬት ትግራይ ብመሰረቱ ድራይላንድ ወይ ተደራቒ ዝገብሮ ነገር ኣሎ። ኣብ ውሽጢ ምብራቕ ኣፍሪካ ስለ ንነብር ከዓ ልዕሊ ሰብዓ ፐርሰንት መሬት ምብራቕ ኣፍሪካ እውን ተደራቓይ ዝኾነሉ ኩነታት ኣሎ። ኣብ ፓስፊክ ውቅያኖስ ብዝፍጠር ምውዓይን ምዝሓልን እውን ብቐጥታ እዚ ከባቢ ተፀላዊ ዝኾነሉ ኩነታት ኣሎ። Therefore እዘን ኩለን ንገብረን ዘለና ነገራት ከም ፀረ ቃንዛ እየን እንድሕር ኢልናየን ኮይንና እታ ዋና መድሓኒት ድኣ ታይ እያ? እታ ዋና መድሓኒት ሕዚ እውን ኣብ ዓርሰ ምርኮሳ መሰረት ዝገበረ ናይ ሕርሻን ሃፍቲ ተፈጥሮን ስራሕቲ ኣብ ዘለቕቲ መፍትሕታት or durable solutions ንብሎም ምርብራብ እያ ትኸውን። እዚኣ ከዓ ቁፅሪ ሓደ ከምታ ዝበልኩዋ ተፈጥሮ እያ። ቁፅሪ ክልተ ማይ እያ። ቁፅሪ ሰለስተ መካናይዜሽን እያ። ቁፅሪ ኣርባዕተ ልቓሕን ቀረብ ፋይናንስን ዝምልከት እያ። ቁፅሪ ሓሙሽተ ድማ ብመሰረቱ ነዚ ምንቅስቓስ እዚ ብዝተወደበ መንገዲ ምምራሕ ዝምልከት እዩ እሞ በዚ ኣጋጣሚ እዚ ኩባንያታት ትእምት፣ ኣመራርሓ ትእምት ዕንድ ኣብዚ ከምዚ ዝበለ መድረኽ ዝተሳተፍኩም ኩልኹም ኣካላት ብሓደ ወገን ነቲ ዝተገበረ ሓገዝ ብዝለዓለ ብርክና እናመስገናን እናድነቕናን ብቐንዱ ግን ጸገምና ንድሓር እዩ ጸገምና ድማ ዓብዪ እዩ ሶ እዞም ከምዚኦም ዝበሉ ድጋፋትን ብመሰረቱ ድማ እቲ ናይ ዓርሰ ምርኮሳ ምንቅስቓስ ኣጠናኺርኩም ክትቅፅሉ በዚ ኣጋጣሚ እዚ እንትገልፅ ያው ቢሮ ሕርሻን ሃፍቲ ተፈጥሮን ድማ መንግስቲ ትግራይ ብሓፈሻ እዚ ሐዚ ገጢሙና ዘሎ ፀገም ብመንፅር ህልውና ናይ ምርግጋፅ ብመንፅር መኸተ ክምራሕ ኣንፈት ተዋሂብሉ በብደረጅኡ እውን ግብረ ሓይሊ ተጣይሹ ስመሰረት ዝገበረ ተግባራዊ ምንቅስቓስ ንገብረሉ ኩነታት ዘለና ምኳንና በዚ ኣጋጣሚ እዚ ገልፅ ይደሊ። ክብሪ ይሃበለይ የቐንየለይ። ትሕዝቶታት ሚድያ ወይን ስለእትከታተሉ ነመስግን በብእዋኑ ዝፍነዉ መደባት ወይን ንምክትታል ሳብስክራይብ ላይክ ሼር ብምግባር ቤተሰብ ኹኑም ኹሉ ሃናፂ እትብልዎ ርእይቶኹም ክንቕበል ኢና ሚድያ ወይን።